ዳኒ ምስታ ብልቢ ዝፎትዋ ኣዲኡ እዩ ኣብታ ብድኽነት ዝተዓብለለት ጸባብ ገዝኡ ዝነብር። ድኽነት ገዲፍካ ግን ኣብ መንጎ ኣደን ወድን ፍሉይ ፍቕርን ግልጺ ኮይንካ ምዕላልን ስለ ዝነበረ ኩሉ ግዘ ሕጉስ ህይወት እዮም ዝመርሑ ነይሮም። ኣደ ዳኒ ንወዳ ካብ መዛንኡ ሓሚቑ ከይረኣ ክዳውንቱን ናውቲ ትምህርቱን ኣጉዲላትሉ ኣይትፈልጥን እያ። ዳንን ኣዲኡ ገንዘብ ካበይ ኣምጺኽዮ ኢሉ ክሓታ እንተሎ ስለ ደስ ዘይብላ እሱ እውን ዝተቐረበሉ ምግቢ ካብ ምብላዕን ዝሃበቶ ካብ ምቕባልን ወጻኢ ካበይ ኣምጺኽዮ ኢሉ ሓቲትዋ ኣይፈልጥን እዩ። ዳኒ ወዲ ዕስራ ዓመት ምስ ኮነ ድማ ምስ ሪሃን እትበሃል ጓል ክላሱ ፍቕሪ ጀሚሮም። ካብ ትምህርቲ ክኹብሉሉን ክሓምቁን ጀመሩ። ኣደ ዳኒ ወርሖ ወርሒ ሕክምና እናተኸታተለት ትነብር ኣደ'ያ። ዳኒ ድማ ትምህርቱ ወዲኡ ኣብ ዝሓሸ ስራሕ ክሰርሕን ነታ ብድኽነት ኣንቆልቂላ ዝነበረት ቤቱ ከመሓይሻን እዩ ሕልሙ ነይሩ። ምስ ሪሓን ፍቕሪ ካብ ዝጅምር ግን ብዛዕባ ድኽነት ገዝኡ ረሲዕዎ እዩ። ነዲኡ ከኣ ሓንቲ ከይተረፈ ብዛዕባ እታ ኣፍቂርዋ ዘሎ ሪሃን ነገራ። ኣዲኡ እሱ ጥራሕ ስለ ዝኾነ ሓደ ወዳ ተመርዕዩ ክወልደላ እምበር ተማሂሩ ትምህርቱ ክቅጽል ብዙሕ ድሌት ኣይነበራን ስለዚ ድማ። ዳኒ ወደይ እስኻ ከመይ ኢኻ ተፍቅራ ዶ ክትብል ጠየቀቶ እሱ ድማ ኣንቲ ማማየ ኣነ ብልቢ እየ ዘፍቅራ እሳ እውን ካብ ናተይ ዘፍሊ ነገር የብላን ኢሉ ገለጸላ ኣደ ዳኒ ብጣዕሚ ተሓጎሰት ናብ እንዳ ጓል ድማ ጓልኩም ሃቡኒ ዝብል ሽማግለ ሰደደት። እንዳ ጓል ግን ከምቲ ዝሓሰብዎ ግብረ መልሲ ኣይመለሱሎምን። ጓልና ናብዞም ድኻታት ኣይንህብን ኢሎም ኣቕበጽዎም። ነዚ ዝሰመዐ ዳኒ ናይ ጭንቀትን ብኽያትን ክኸውን ግዘ ኣይወሰደሉን። ሪሓን ግን ኣነ ሃፍታም ስለ ዝኾንኩ ካባኻ ክርሕቕ ወይ ናይ ካሊእ ሰብ ክኸውን ኣይትሕሰብ እንዳበለት ተጸናንዖ ነበረት ኣደ ዳኒ። በቲ ዝገጠመ ኣዝዩ ዘሕዝን እቲ ፍሽኽታ ኣመሉ ዝነበረ ወዳ፣ ካብዚ ኮይኑ ከምዚ ኮይኑ ክትሪኦ ከኣ ካብ ልባ ደንገጸት። ደጋጊማ ድማ ናብቶም እንዳ ጓል ሽማግለ ብምስዳድ ለመነቶም። እሶም ግን ክቕበልዋ ኣይከኣሉን። ካብ ዕለታት ሓደ መዓልቲ ዳኒ ምስ ሪሓን ኣብቲ ፊት እታ ከተማ ዝነበረ ቃላይ ክሕምብሱን ክገጫጨቡን ክጓየዩን ኣደ ዳኒ ብማዕዶ ረኣየቶም፣ ብጣዕሚ ድማ ደስ በላ። ንገለ ደቓይቕ ድሕሪ ምርኣይ ድማ ቆጸራ ስለ ዝነበራ ናብ ቆጸራኣ ከደት። ዳኒ ምስ ሪሃም ብዙሕ ድሕሪ ምዝንጋዕ ንገዝኣ ኣፋንይዋ ንገዝኡ ከደ። ኣብ ገዛ ድሕሪ ገለ ደቓይቕ ኮፍ ምባሉ ድማ ኣዲኡ ገጻ ጸማልያ መሲሉ ብደገ ጸኒሓ ንገዛ ኣተወት። ዳኒ ማማ ደሓን ዲኺ? እንታይ ኮይንኪ ገጽኪ ጽቡቕ የለን እንዳበለ እንታይ ኮይና ክፈልጥ ሓተታ። ኣዲኡ ድማ ደኺመ እየ ዝኸውን ዋላ ሓንቲ ኣይኮንኩን በለቶ። ግዘ መሰየ ሃንደበት ቴሌፎን ናይ ዳኒ ተደወለት። ሪሃን ኣብ ሕክምና ኮይና ዳኒ እዛ ደዊለልካ ዘለኹ ናይ መጨረሽታ እያ። ብድሕረይ ከመይ ከም ትኸውን ይርደኣኒ ዩ ይኹን ደኣ እምበር ንሕጊ ተፈጥሮ ክቕይር ዓቕሚ የብለይን እንተርኪብካኒ ግን ኣብ ሕክምና ኣለኹ ብማል ቴሌፎና ዓጸወት። ዳኒ ዝሕዞን ዝጭብጦን ጠፍኦ ኣዲኡ ክተረጋግኦ እንዳ ፈተነ ማማ ኣነ ንሪሓን ልክዕ ከማኺ እየ ዝሪኣ ብዘይ ብኣኣ ክነብር ክኸብደኒ ዩ ማሚ እንዳበለ እንዳበኸየ ተነኽነኸ። ኣዲኡ እውን ኣመና ሓዘነት። ኣዲኡ ነቲ እንዳበኸየ ንሕክምና ዝጎየየይ ዝነበረ ወዳ እንዳረእየት ንብዓት ኮረር ኣበለት። ዳኒ ንሕክምና ምስ በጽሐ፣ ሬሃን ኣብ ኣፍ ሞት በጺሓ ጸነሐቶ። ሕማማ ንምፍላጥ ንዶክተር ሓተቶ። ሓንቲ ኩሊት ናይ ሬሃን ካብ ስራሕ ወጻኢ ከም ዝኾነት፣ ኣብ ውሽጢ ዕስራን ኣርባዕተን ሰዓት ኩሊት ዝልግሰላ እንተዘይረኺባ፣ ናይ ምሟት ተኽእሎኣ ቀረባ ምዃኑ ተነገሮ። ዳኒ ዝገብሮ ጠፍኦ። ነዲኡ ደዊሉ ማማ ሪሓና ይትመውት ኣላ ብምባል እቲ ዘጋጠመ ኩሉ ነገራ። ዳኒ ኣብ ትርኣስ ሪሓን ኮይኑ ሕሉፍ ፍቕሮም የዕልላ ኣብ ዝነበረሉ እምበኣር እዩ ኣዲኡ እውን ሓሚማ ንሕክምና ዝኣተወት። ዳኒ። ናይ ኣዲኡን ናይ ኣፍቃሪቱን ክመላለስ ካብ ክላስ ናብ ክላስ ሰለስተ መዓልቲ ገበረ። እምበኣር ኣብ ከምዚ ኩነታት እንተሎ እያ ሪሃን ካብ ዓራታ ተሲኣ ነቲ ሕማቕ ዝቐነየ ኣፍቃሪኣ ክትሓቕፎ ዝተረኣየት። ዳኒ ኣይተሓጎስ ኣይብኽያት ኮነ። ነቲ ብዓይኑ ዝርእዮ ክኣምን ኣይከኣለን። ኣብ ከምዚ ዝተፈራረቐ ስምዒት እንተሎ እዩ ድማ ኣዲኡ ከም ዝሞተት ብዶኻትር ተረድኣ። እታ ፍቕሪ ዘምሐረቶ ወላዲቱ ኣብ ቅድሚ ዓይኑ ተገኒዛ ረኣያ። እቲ ንኽትኣምኖ ተጽግም ጽሑፍ ሒዛ፣ ካብ ኣዲኡ ብኢድ ዶክተር ናብ ዳኒ ዝበጸሐት ወረቐት። ከምዚ ትብል ነበረት፣ ዳኒ ወደይ፣ ኣነ ብጣዕሚ ይብድለካ ከም ዘለኹ ይርደኣኒ እዩ፣ ግና ድማ ኣነ ሓዘንካ ክርኢ ኣይክእልን እየ፣ በቃ ነታ ብልቢ ዘፍቀርካያ ኩሊት ለጊሰላ ኣለኹ፣ ኣምላኽ ከኣ የድሕና ይኸውን፣ ዳኒ ወደይ፣ ብዘይ ሪሓን ምንባር ክኸብደኒ እዩ ምስ በልካኒ፣ ነቦኻየ ዘኪረ፣ ደን ወደይ ኣነ ኣበባኻ ዘይረኣኹ እምበር ዝነበርክዎ ኣይወሓደንን ደን ወደይ እቲ ብንእሽቶኻ ገንዘብ ካበይ ክተምጽእየ ኢልካኒ ዝግስጠካ ዝነበርኩ ዝኾነ ሕማቕ ከይስመዐካ ኣብ ትምህርቲ ከይትሓምቕ ከይትትንከፍ እየ እምበር ደን ወደይ ኣነ ካብ ቀደም ኣብ ብዙሕ ዘይትፈልጦ ገዛውቲ እንዳለመንኩ እየ ኣዕብየካ ምስ ዓበኻ ድማ ትምህርቲ ምስ ከድካ'የ ክልምን ዝኸይድ ነይረ። ዳኒ፣ በዚ ኹሉ ዝጽሕፈልካ ዘለኹ ኣይትሕዘን፣ ሓንቲ ግን ክልምነካ፣ ብቕድሚ ትማሊ ገጽኪ ጸማልያ መሲሉ እንታይ ኮይንኪ ዝበልካኒ ሓንቲ ብርኽቲ ቆልዓ ነይራ ሰንበት ሰንበት ብርክት ዝበለ ገንዘብ ትህበኒ ብኡኡ ገይረ'የ ድማ ናይ ቀለብናን ናይ ትምህርትኻን ዝጥቀም ዝነበርኩ። ትማሊ ሰንበት ግን ኣይመጸትን። ስለ ገንዘብ ዘይሃበትኒ ዘይኮንኩስ፣ እንታይ ገጢሙዋ'የ ተሻቒለ ነይረ። ስለዚ በዚ ቁጽሪ'ዚ ደዊልካ ሃለዋታ ፍለጥ። ገባሪት ጽቡቕና'ያ። ካብ ብልቢ ዝፈትወካ ኣዴኻ። ቻው ዝወደይ። ዝብል ጽሑፍ ነበረ። ዝብል ጽሑፍ። ጸንሐ። ዳንን ሪሓንን ብንብዓት ገጾም እናተሓጸበ ነዚ ጽሑፍ ኣንበብዎ። ሪሓን ኩሊት ዝለገሰትላ ኣደ ዳኒ ምዃና ምስ ፈለጠት ንዳኒ ተጠምጢማ ሓቖፈቶ። ዳኒ'ውን እቲ ናምበር ተጻሒፉ ዝነበረ ምስ ረኣዮ ናይ ሪሃን ኮይኑ ጸንሖ። ኩሉ ሕውስውስ በሎ ለካ ሰንበት ዘይረኸበታ ሪሓን ምስ ዳኒ ክትሕምብስ ክትጻወት ብምሕላፋ እያ ብሓንሳብ ስለ ዝነበሩ እዮም እንተ ደኣ ፈቲኹምዋ ሼር በልዋ ብ ጸሓፊ ወዲ ቦኽረ ዝተጻሓፈት ጽሑፍቶ።